ብስራት ካብ ሙሴ ሾፕ ዱባይ ኣብ ዱባይ እትርከባን ካብን ናብን ዱባይ እትመላለሳን ኣዴታትን ወይ ዘራዝረን እንሆ ካብ ዱባይ ሙሴ ሾፕ ዓብዪ ብስራት ተቐበላ ኣብ መርዓ ክትምልክዓ ኣብ ጥምቀት ኮነ ዓመት ቆልዓ ክትጽብቓ ክትሕደሳ ኣብ ሕጸን ካልእን ግርማ ክትለብሳ ዘድልየክን ዓይነት ቁኖ ጋመ ሰገም ኣልባሶ ክትመርጻ ናብ ዱባይ ሙሴ ሾፕ ምጻ። ንርኣይን ተዓዛብን ዘይምኖ ጋመ ስገም ኣልባሶ ዘመናዊ ቁኖ። ብሓጺሩ ድሌትክን ዝምልስ መንፈስክን ዘሐድስ ዘመናዊ ቁኖ ተቖነና፣ ከም ፋኑስ ተኾልዓ መብራህቲ ኾና ንፍጡር ወዲ ኣዳም ሃነን ኣብላ። መዓስ ጥራይ፣ ሙሴ ሸፍ ዱባይ በብዓይነቱ ኮስሞቲክስ ቀሪቡ ከም ዘሎ ደጊሙ የበስር።

እሞ ኩቡራት ተዓዘብትና ህድሞና ነባሪት ሕጂ ካብ ባርዳዕ ካብታ ክንሰርሓላ ዝወዓልና ህድሞና ክንብላ ዝወዓልና ተበጊስና ኣብ ባርዳዕ ኣብ መንገዲ ኣብ ውሽጢ ባርዳዕ ኣለና ንወጽእ ኣለና ዓቐበት ማለት እዩ ኣብ ባርዳዕ እቃ ወይለ ኣድጋኻ ንህለ ውዒሉ ምስ ዒላ ሰምካ መሲዎም መሲዎም ዓበይቲ ዓድኻ ብፀጋምና ኣሎ ብፀጋምና ኣለዉ እዎ ኣድጋኻ ሕጂ ኣዋርድ እያ ትመፅእ ንናይ ሳዋ ኣድጊ ኣድጋኻ መፅ ኣድጊ መፅዩ እወሕ ኣቲ ክጥዕም ዝወዓልናዮ ኣለኽ ዶ ሓትነይ ማዕረይ ክጥዕም ዝወዓልናዮ ክጥዕም ዝወዓልናዮ ክጥዕም ዝወዓልናዮ ክጥዕም ዝወዓልናዮ ኣቲ ከምቲ ናይ ኣዴታትና ኣቲ ሓንጊጣ መፂ ሓንቲ መርዓት ኣሰኒ ሽኮሪና በቃ ደብረ ሲና ትገሽትላ ዘመሲላ ዋ በቃ ኣድግን ኣድግያ ማይ ነፍሒ ካብ ሕምብርቲ ሒዛ ማይ ነፍሒ ጎኒ ጎንና ሸነኽ ፀጋምና ንሃለት ተቐኒታትና ኣላ ማይ ነፍሒ ባርዳእ ማይ ነፍሒ ካብ ሕምብርቲ ሒዛ ባርዳእ ትኸይድ ኣላ ሸነኽ ክትመውልዕ ንወፅእ ኣለና ካብ ባርዳእ ክብራት ተዓዘብትና የማነ ፀጋምና ኣግራብና ተዓቀብ ዝብል መንግስትና ኣግራብና እንዳረኣና

ዝኸበርኩም ተኻታተልትና ድሮ ሕጂ ኣባሊት ኣብ መገዲ እያ ትርከብ ዘላ ንሕና ድማ ንዓ ዝኸውን ገለ ነገር ኣዳሊና ኣለና እሞ ኣባሊት ኣይፈለጠትን ኣላ ንስኹም ከ ኣይፈለጥኩምን ብምስጢር ንሓዞ እዚ ጉዳይ እዚ ሕጂ ንኣባሊት ሕዚያ ክመፅየ ሳፕራይዝ ክንገብራ ኢና ሰናይ ምክትታል እቲ ዓዲ ዝብለና ድምፂ

እንተ ተበጊስካሲ ዘይብጻሕ ዕላማ የለን እሞ ንሕና ውን ንዓኺ ክንድኡ እኳ ኣብዚሕኺ ክትርእዮ ኢና በዚ ጋጣሚ እዚ ንላቦ ካሊእ ዝግበእኪ ንዓኺ ሓደ ነገር ኣዳሊና ኣለና እሞ ኣባዲት

ተዓገሰኪ
ውይ ኣነ በቃ ዕድለኛ እየ ሰርፕራይዝ ናይ በዓልኪ የቐንየለይ ክብረት ሃበለይ ውይ እንድዒ ኩልኹም ሰማዕተይ ተኸታተልተይ ኣብ ደገን ኣብ ውሽጥን ዘለኹም ኣነ በቃ ከምዚ ሃቢበ ኣብዛ ሓፂር ግዜ በቃ ከምዚ ሃቢበ ከምዚ ጌርኩም ኣድኒቕኩም ብሓቂ ኩሉ እተዛረብክዎ ከም ቀለም ለምለም ጌርኩም ኣብ እዝንኹም ሰሚዕኹም ኣቀናባቢርኩም ናይ ብሓቂ ሆፕ ኢልኩም ንለኹሞ ናይ ብሓቂ የቐኒለይ ክብረት ሃብለይ ገዘኪ ገዘኪ እንኳዕ ሓጎሰኪ እንኳዕ ሓጎሰኪ ሓጎሳ እኳ ኣረ ተሓጎ- ካልእ ሓጎሳ ዝግበአኪ እኳ የቐኒለይ። ክንዲ ብዙሕ ራእዮ እሺ የቐኒለይ የቐኒለይ እ? ወነ ህድሞና ነባሪት ኣነ በቃ ንበርለይ ህድሞና ነባሪት ዘለኣለም ንበርለይ እየ ዝብላ ኣነ ክገልጾ ኣይክእልን'የ በቃ እንድዒ ሓጎስ ምቁጽጻር ስኢነ ኣለኹ በቃ እንድዒ ምዝራብ ምዝራብ ስኢነ ምዝራብ ስኢነ ዘይቀልዓለም እንድዒ በቃ ክገልጾ ኣይክእልን'የ ዘይቀልዓለም በሊ ናይ ሓዝያ እዚኣ ዳስያ እዚኣ ናትኪያ ሕጂ እንታይ እያ እዚኣ ሓጎይ እዚኣ ሓጻቢት እያ ሓጻቢት ማሽን እያ መጽያት
ናይ ዓሰርተ ሽዱሽተ ኪሎ እያ እተን ዝዓብያ ዘለዋ በስመርያን ኮቦርታ ክተደሎ እንተደለኺ ክዳውንቲ ኩሉ ኩሉ ኩሉ ሓፃፂባ ኣንቂፃ
እንድዕ በቃ ክገልፀ ይክእልኒ ክገልፀ ይክእልኒ የቐኒየለይ ነባሪት ንዘላ ህድሞና ነባሪት ንዘለኣለም ንበርለይ

ስዮማይ ዶ ክብለካ ወላ ክቐይሮ ተመለኻ ሓወይ ስዮማይ ትታ ትታ ጎልጎል ዛላ ተበልካዮም ማይ ማይ ጎልጎል ዛላ ኣንበሳ ተበልካዮም ማይ ማይ ክሳብ ዓዲ ዳዕሮ ተበልካዮም ማይ ማይ ከመለኻ እታ ስዮማይ ወዲ ኤረይ ጅግና ከመለኻ እታ ስዮማይ ሄይ ኣታ ከመለኻ ወዲ ኤረይ ወርቂ ሓሶት እኳ ዘይትፈቱ እንትርፋ ሓቂ ተፀሚቕካ ትወፅእ ካበ ረቂ ልግሲ ዝኣምልካ እኳ ዘይትፈቱ ብኪ ኣብስር ኣብስር ኣብስር ብዕርቂ ፀላእትኻ ትቕንፅሎም በብሓንቲ ኣንታ ጎይታ ትምህርቲ ጎይታ ሳይኮሎጂ ኣንታ ጎይታ ዘሽካ ጎይታ ኣርብጂ ቀጥ ኣቢልካ መሬት ኤርትራ ሕጂ ሳይ ሳይ ሳይ ሳይ
ፈትመና ነባሪትካ ንዘለኣለም ንበርለይ ንዘለኣለም ንበርለይ እዚ ኢለ ክገልፅ ኣይክእልኒ በቃ ድዒ በዚ በየን ጀሚረ በየን ክውድኦ መግለጺ ናትኪ የለን የብልክን ናትኪ ውዕሎ ህድሞና ነባሪት ክንደይ መንእሰይ መልሚልኪ ኣብ ጽቡቅ ውዕሎ እወ ሪኢናየን በዓል ሰምሃር ዮሃንስ ክደርፋሉ ኣውሎ ክብላሉ ብተውሎ ህድሞና ነባሪት በየን ጀሚረ በየን ክውድኦ መግለፂ ኣይብሉን ምስ ናትካ ውዕሎ ኣታ ከም ኣቦታቱ ትብል ተብሎ ተብሎ ተብሎ ተብሎ መግለፂ የብሉን ምስ ናትካ ውዕሎ ክዛረብ እኳ እንተደለየ ክብል ተብሎ ተብሎ ብሰሓቅ እዩ ዝገልፆ ህድሞና ነባሪት ወዲ ዓበይቲ ወዲ ዞም በለ ተብሎ የቀኒለይ ሕጂ ኣባዲት ሕጂ እታ ኩነታት ከመይ ነራ ሕፅር ኣቢልኪ ክትገልፅለይ ኢኺ ምክንያቱ ሒዞም ክመፁ ከለውሱ ናበይ ይኸይድ ነረ ኢልኪ ኢኺ መፂኺ ብጣዕሚ ዘገርም እዩ ኣነ በቃ ኣጋጣሚ ካብ ባርዳ ኣብዚኣ ፀኒሓትና ስራሕ ክንኣቱ ነስመራ ሕጅስ ኣብዚኣ ጠጠው ኢልካ ሓውና ዋ እንታይ ደኣ ዋ እንታይ ትራፊክ ከይብሎ ትራፊክ ኣይኮነን ክዳውንቲ ሲቪል እዩ ገይሩ ዘሎ እዛ ሓውና እዛ እንታይ ኮይኑ ማኪና ጠጠው ኣቢሉ እንታይ ኮይኑ እንታይ ናበይ ደኣ ኢልና ጠጠው ኢልና ዋ ተወልደ እንታይ ኮይኑ ጠጠው ኢሉ ኣለዛ እዛ ማኪናና ጠጠው ጠጠው ኢለ ሕጂ መፂኻ ከዓ ደሓር ከኣ ሕድፎን ከኣ ገለ ከኣ ጌርካ ኦኦኦ እዚ ደኣ ከማይ ድዩ ገለ ኣውሎ ተውሎ ክብል ደኣ ደልዩ ደኣ ገለ ወስ ክብል ደልዩ ዘሎ ኢለካ ደሓር ቅርብ ቅርብ ኢልካስ መጺኹም ከኣ ብሓንሳእስ ንዕበል ኢልኩም ኣምጻ ብልካስ ማኪና ከፍታ ኩስ ሳፕራይዝ ሳፕራይዝ ናይ ብሓቂ ናይ ብሓቂ ሳፕራይዝ ኣብ ምሉእ ዕድመይ ሪኤ ዘይፈልጥ ሳፕራይዝ ሓቂ ናይ ብሓቂ ሳፕራይዝ ናይ ብሓቂ ሳፕራይዝ ሓበለይ ኣሕዋተይ ጀጋኑ ኣሕዋተይ ኤርትራውያን ኣሕዋተይ እዚ እቲ ሕላገትና እዚ እቲ መንነትና ናይ ኤርትራውያን ያላ ያላ ረኣዮ ረኣዮ ወይ ብሓቂ ዘገርም ሕጂ ኣነ ክገልጾ ዝኽእል ሲ እዚ ሓገዝ እዚ ቀሊል ኣይኮነን ብቐሊል ኣይግመትኒ መተባብዒ እዚ ሕጂ ንኽልውጠካ ሆፕ ንክገብረካ እቲ ስራሕካስ ዝያዳ የዳፋፍኣካ ማለት ከምዚ ዓይነት ገይሮም ኣሕዋት እዚኦም ትርእይዎም ዘለኹም ጀጋኑ ኣሕዋትና ከምዚ ገይሮም ሳፕራይዝ ክብሉ ንከሎስ እንታይ እስከ ኣጸቢቕኪ በርትዒ ወስኽሉ ናህሪ ወስኽሉ እዮም ዝብሉ ዘለዉ ብሓቂ ኣነ ከዓ ኣጸቢቕ ናህረይ ክውስኸ ብዘይ ቀልዓለም ኩሉ ከምፀኤ እቲ ናይ ኣቦይ ተብሎ ከምፀኤ እቲ ግጥመይ ከምፀኤ ካብ ብሕጂ ብርዒ ስሒለ ግጥመይ ከላዕለ በቃ ወነይ ከላዕለ ኣነ
ሞብዚኣ ሰቂለ ዶ ከብፅሓ ክገዛ ከኡ ከለኹ እዋይ ኣይቀኒየለይ የቀኒየለይ ክብረት ሃበለይ ዋ እንታይ ኢለያሲ ስጋስ ቅድሚ ጅን መሲልያ ነይረ ኣብ ኢንተርቪው ኣድግስ ስጋ ተፃዒና መፅያ ሽዑ እቲ ሸራፍ ስነይ ሸራፍ ከለኹ ማለት ስነይ እቲ ሸራፍ ዝብኢ በሻኽ ኢሉ ምክንያቱ ዝብኢ እቲ ዝብኢ ስጋ ደልዩ ወፊሩ ንበረኻ ወይ ኣድጊ ከዓ

ህድሞና ነባሪት ህድሞና እዚኣ ነባሪት ከዓ ብሓቂ ኣነ ሳፕራይስ ገና ከይኣተወት ከላ ንኣባኒ ሳፕራይስ ኢልካ ስጋዕ ክንዚ ኣነ ኣብዚ ሓፂር ግዜ ሓፂር ማዕበል ዝበሃል ናተይ ናይ ብሓቂ ከምዚ ተሃቢበስ ከምዚ ዓይነት ጊፍቲ ክወሃብ ኢለ ኣይተፀበኽዎን እዚ ጊፍቲ እዚ ቀሊል ኣይኮነን ብዘይ ቀልዓለም ብሓቂ ዕድለኛ እየ እዛ ይር እዚኣ ይረ እያ በቃ ይረ እያ ከምዚ ብንያም ወድና ብንያም ሃቢብዎ ዘሎ እዚ ጅግና ወድና ቃብቃብ ኣቢልዋ ዘሎ ስፖርታዊ ኣንሃ ልክዕ በቃ ሞዴል ኮይኑ ተሰሚዕኒ ኣሎ ነብሰይ እንድዒ ኣብዛ ሕጂ ሰዓት ዋእ እንታይ ደኣ ኢንዚእንካ ወይ ጥሪት ጥሪት ናይ ኣለዋ ጥሪት እዎ ብዕራይ ጥሪት ናይ ኣለዋ ምምስምራኻተን ምምስምራኻተን ረኣየን እሞ ወይ ክፅብቓ ወይ ዘኪር ቀደም ጥሪ- ጥሪት እናፈርና ከለና እዋይ እታ ዝበልኳ ኢንትር- ኢንተርቪውስ ልክዕ ዘኪረያ ሕጂ ትዛረብ እንታይ ዘገርም ራእዮ ምራኻትና በዓል ጨላይ በዓል ጎባይት ኢ፣ እዋይ ዘኪርና ኣሃ ኣበይ ዓዲ መፂና ክትመውሊዕ ክትመውሊዕ ንኣትዋ ኣለና ሕጂ መሓዛይ ወይ ኣንቲ መሓዛይ ክትመውሊዕ ነይራ ፍየሪ ትበሃል ጓል ጃዕገ ኣይ ኣቶ ህድሞና ነባሪት ተላግስኖ ዘተኾነ ሰዓት ኣኺልኩም ኦ ሳፕራይዝ ኣኪብናዮም ኣብ የማና ኣለዉ ሳፕራይዝ ይረያ ይረያ ለብ ዘመን ዓመት እንታይ እዚ እንደ ወላ ከለኸ ጸጽቂ እዚ ወይ ከለኸ ጸዲቕ ለብ ዘመን ይረያ በቃ ይረይ በቆራጭ ሸርት ሜዘ ተጠቂመ በቃ መንግስተይ ንሕክምና ክምድበኒ እንዳተቀራረብኩ ሓኪም ክኸውን በቋራጭ በዚ ስነ ጥበባዊት ኮይኑ ተሰሚዕኒ ኣሎ ሓዳሽ ስነ ጥበባዊት ብሓቂ እንታይ ትበሃል እዚኣ በርዕ በቃ ዋዋዋዋዋ ክትመውሊዕ ክትመውሊዕ ኣቲና ቤተ ክርስቲያን ቤተ ክርስቲያን ኣቲና ኣለና ክቡራት ተኸታተልትና ኣብ ውሽጥና ኣብ ደገን ዘለኹም ኤርትራውያን ሰማዕትናን ተኸታተልትናን መቸም እዚ ዝወዓልናዮ ተሓጒስኩም ሎ ክትኮኑ ተስፋ ንገብር እዛ ሳፕራይስ ናተይ ከዓ ብጣዕሚ ምሳይ ተሓጒስኩም ክትኮኑ ተስፋ ገብር ብጣዕሚ ዕድለኛ እየ ብጣዕሚ መውሊዕ ንወፅእ ኣለና እንዳ መሓዛይ ትየሪ ጓል ጃዕገ ኢድ የማና ላስትላ ህድሞ ንዓሻ ጉልጎል ትጥምት ተዘክሮ ትገብረለያ ቻው እንዳልኩ ሓልፍ ኣለኹ ቻው ፍየሪ በቃ ናሃለት በዚኣ ብየማን ያላ ቀላሚጦስ ዘለታ ፍየሪ ጓል ጃዕገ መፃውተይ ናይ ኣባጊዕ እንዳሓለና ጓሶት ከለና ኣብ ኩሉ ምሳይ ትሳተፍ ነበረት ናሃለት በቃ ብሸነኸ የማነይ እዚ ከዓ ቤት ትምህርቲ ናይ ክትሞሊዕ ማለት እዩ ወፅእ ኣለና እዚ ባህርያዊ ሃብቲ ዝኾነ ኩሉ ኣግራብናን ግራውትናን ተዘክሮ ገብረልና ከውን ገለገለ ብፍላይ ኣብ ደገ ዘለና ኣሕዋትና ተዘክሮ እገብረልኩም እኸውን በፊትና ዘሎ በግራብ ዝተሸፈነ ቤተክርስትያን ኣላ ዓዲ ዓደም ነገር ዓደም ነገር እረኣየና ኣሎ ቤተክርስትያን ናይ ዓደም ነገር ፊትና ኣላ መስቀልና ማለት ናለት ዓደም ነገር ሕጂ ንህለ እዚ ቦታ ምናልባሽ ተዘክሮ ዝገብረልኩም ሕዋትና ኣለኹም እንዶ ደስ ዝብለኩም ክትርእይዎ ትደልዩ ብኢድ ፀጋምና ብምሉእ ግራውቲ ኣሎ እዚ ኣይዋ ሕጂ ዓዲ ራእሲ ንኣቱ ኣለና ዓዲ ራእሲ ዓዲ ራእሲ ዓደም ነገር ነህለ ብምሉእ እዚ ዓድታ ትረአ ኣሎ ብየማና ካብ ቤተ ክርስቲያን ሒዝካ ስጋዕ መወዳእታ እዚ ኩሉ እዚ ዓደም ነገር ኣይዋ ዓዲ ራእሲ ከዓ ጀሚርና ዓዲ ራእሲ ብጸጋምና ንህለ ዓዲ ራእሲ ማጨሎት እውን ኣላ በዚኣ ዓዲ ራእሲ ኩሉ ሰብ ድሕር ጸበላ ንሃለት እንዳ ሚካኤል ሊቀ መላእክቲ ይጸጋም ንሃለት ማጨሎት ንሃለት እዚኣ ዓዲ ራእሲ ትባሃዛ ማጨሎት እዚኣ ካብ ኩሉ መጺኡ ዜጋ ኤርትራዊ እዚኣ መጺኡ ምሕረት ዝረኽበላ ማጨሎት እያ እዚኣ ምሕረት ዝረኽበላ ራይ ኩሉ እዚ ዓዲ ራእሲ ማለት እዚ ዓዲ ራይዚ መወዳእታ ክብሎ ደልየ ዘለኹ ኩሉ ዝስ ኣጠቓላለ ማለት እዩ እዛ ዓመት እዚኣ ከምዚ የለን በቃ ክገልጾ ይክእልን እየ ኩሉ ኤርትራዊ ሓወይ ኣብ ጎነይ ኮይኑ ኣጆኽ እንዳለ ብውሽጥን ብግዳምን ኮይኑ ዘተባባዓኒ ደሎ ክብርን ምስጋናን ንብጽሓዮ ዕሸኻ ይጓእኹም እመብርሃን ኣብ ጎንኹም ትኹን። የቐኔለይ ክብረት ሃበለይ እዛ ዓመት እዚኣ ከዓ ይረያ ኢለያ በቃ ይረይ ከምዚ ማይናስ ሓውና ይረይ ዝበላ ይረያ ንዓይ በቃ ከም ኣበሪት ማይል ኣነ ማለት እዩ ብዘይ ቀላዓለም ክብሪ ምስጋና ሃበለይ ምስ ስድራ ቤተይ
ራይ ኣባዲት ካብ ተዓዘብቲ ካብ ቲፎዞኺ ድመፀኪ ኮመንት ኣሎ ርኢቶ ፊሊሞን ገብረ ብርሃን ዝበሃል ኣሎ እዚ ኣነስ ንኣባዲት ምስ ረኣኹ ኩሉ ግዜ ነዛ ኣደይ ይናፍቃ ሽዑ ይድውል ናፍቆተይ የውጽእ ዕድመን ጥዕናን ንኣባዲት ይልክሎ። ኣሜን ኣሜን ኣሜን ዝወደይ ማዓረይ በለለይ ኣሜን ኣሜን ኣሜን። ሓደ ከኣ ዘመን ድበሃል ኣሎ ደስ ትብል ሓፍትና ዕድመን ጥዕናን ይሃብኪ ይልክሎ። ኣሜን። ኣሜን ዝወደይ በለለይ ኣሜን ዝወደይ በለለይ ከምኡኻ ንዓኻ በለለይ ኣቐንየለይ ክብረት ሃበለይ ደቀይ መዓረይ ዕምባባ ሃገር በሎ ኣብሰራ ሃይለ ትበሃል ኣባዲ ሽኮር ማራ መልስኺ ጽቡቕ የቐንየልና ብጣዕሚ ኢኺ ተዘናግዕና እግዝኣብሄር ዕድመን ጥዕናን ይሃብኪ።
ብርሃን ሓቂ ዝበሃል ካብ እዚ ሳክስፋይ ንኸውን ኣለና ኣባዲ ሽኮር ከማይ ዶ ናፊዕኩማ ቀኒኹም ደቂ ዓደይ ዝናፍቓ ንኣባዲ እስከ ላይክ ኣይንብቀቕ ኢልክሎ
ሳክስፋይ ናይ ብሓቂ ስያ ትፈትዋ ኣነ ሳክስፋይ ክኾንለ እየ ሳክስፋይ ክኾንለ እየ ዘዘሊ ኣነ ሕጂ እውን ደጊመ ኩልኹም ደቂ ኤረይ ኣብ ውሽጥን ኣብ ደገን ዘለኹም ሳክስፋይ እዚኣ ክንጥቀመላ ኣለና ሆፕ ክንጥቀመላ ኣለና ነዛ መጭነቕ ዝኾነት ዓለም ክንስዕራ ጥራይ ዘለና ዲፋይት ክንገብራ ኣለና በስ ኣንለይ ረታ በለይ ፊሊሞን ሓይላብ ድበሃል ከኣ ኣሎ እዚኣ ኣባዲት ሽኮር ናይ ብሓቂ ናይ ኣዴታት ማዕዳ ብጣዕሚ ትምዕዲ ኢኺ ኢልኪ ኣሎ። የቐንየለይ የቐንየለይ ክብረት ሃበለይ። ክብረት ሃበለይ ኣሕዋይ። ወይዘሮ ኣባዲት ብጣዕሚ ምልክዕትን ምጭውትን ኢኺ። የቐንየለይ።
ዝገበርክዮ ዘለኺ ናይ ገጽ መመላኻኽዒ ሜክኣፕ ግና ኣይመድለየክን ኔሩ። ኣብ ዝቕጽል መደብ በቲ ሓቀኛ ፍቱውን ሕብሪ ተፈጥሮ ገጽኪ ክትመጺ ክንጽበ ኢና። የቐንየለይ። ኦኬ እሺ ሕራይ ክውስኸሉ እየ እሺ ሕራይ ኣነ እውን በቲ ናይ ቀደም መልክዐይ ኣነ እውን ከምኡ እየ ዝደሊ ደሓን ምናልባሽ ከም ቅያር ኢልና ድኣ ኢና ደቅና ከነጽብቃ እስከ ዛዴና መዓራ ኢልና መዓርና ኢለን ድኣ እየን ከምኡ ገይረናለይ እምበር ኣነ እውን የስ ከምኡ እየ ዝደሊ ድሕረት እውን ከምኡ ክቕጽሎ እየ ኣጆኹም ኣጀና ዝወደይ በሎ ሓደ ካሉ ሓውና ኣብዚኣ ኣባዲት ሽኮር ኣነ ክብለኪ ትምህርትኺ ቀጽልዮ ሓደራ ይልክሎ
የቀኒለይ ትምህርተይ ክቐጽል እየ ኣነ እውን ሓኪም ኮይነ ንህዝበይ ከገልግል ምሉእ ህዝበይ ህዝቢ ኤርትራ ከገልግል ምቕልልትን ትሕትን ኮይነ ፖላይትነስ ዘለኒ ኮይነ በቲ ናይ ስነ ስርዓት ሕክምና ተቐይደ ንሃገረይ ከገልግል ድልውት የበለለይ ኣለኹ መስመር በለ ሓንቲ ሓፍትና ኣላ ኣብዚኣ ከ ኣልማዝ ትበሃል ኣባዲተይ ሽኮር ማራ ድማ ኣጸቢቐልኪ ክብረት ይሃቦ ገባሪ ሰናይ ክብረት ይሃቦ ኢላትክላ ኣሜን ኣሜን ኣሜን ማራ ወዚ በዓል ሰኒ የቐንየለይ ክብረት ሃቦ ምስ በዓልቲ ቤቱ

ኣምላኽ ይባርኪ ማለት እዩ ኣብዚኣ ከኣ ሳባ ተኽለ ትበሃል እንቋዕ ኣምላኽ ሞጎስ ሃበኪ ቅድሚ ኩሉ ኣብ ባሪት ሽግርኪ ስለ ተፈትሐ ጽብቕቲ ኮንኪ ካብ ኩሉ ንላዕሊ ጥዕናኺ ነቶም ዝሓጎዙኺ የሕዋት ከኣ ኣምላኽ ይባርኮም ብዕጽፊ ካብ ምቕባጽ ምሃብ ይባርኽ ናይ ብሓቂ ዮሃንስ ኣፍወርቂ ዝባሃል ከኣ ከማኺ ይብዛሕ ኣባዲት ሓፍትና። ኣብዚኣ ከኣ ክብሮም ተኽላይ ዝበሃል መምህር ኣባዲት ናይታ ኩሉ ግዜ ኣብ ኢድኪ ዘላ ወረቐት እንታይ እያ ምስጢራ ኢልክሎ። ብርሃነ ክፍሉ ዝበሃል ከኣ መርሓባ ኣባዲት ከመይ ቀኒኺ ቀኒኹም ኢልኩም መደብኩም ክንከታተሎ ቀኒና ኣዘናጋዕ ዕላልኪ ጽቡቕ እዩ። ናይ ሎሚ ግና ኣስናንኪ ብምዕራዩ ብጣዕሚ ደስ ኢሉና። ኣሰይ የቐንየለይ። የቐኔለይ እቲ የቐኔለይ ቀንዲ ፅባቐ ባህልኺ ኣኽቢርካ እዩ እሞ ንስኺ ድማ ኣብነት ስለ ዝኾንኪ ባህልኽን ክብርኽን ኣይትረስዒ ሓደራ እሺ ምኽንያቱ እዚ ዘለናዮ ዘመን ለባማት ከምዚ ከማኺ ዝውሕድሉ ዓበይቲ ቆልዑ ዝበዝሕሉ ኢና ዘለና እሞ ምኽርኺ ኣይፈለየና እሺ ሕራይ ሕራይ ግን ስለምንታይ ከም ስንኺ ከም ሽ- ዝሸረፍኪ ኣይነገርክናን እዚ ኹሉ ኦፐን ኮንኪ እንዳተዛረብኪ ልክሎ

ተስፋዝጊ ግርማይ ዝበሃል ኣባዲት ኣዚኺ ዓባይ ሰብ እንቋዕ ሓጎሰኪ ምልክዕቲ ግርምቲ ኮንኪ ይግበኣኪ እዩ እሞ እቶም ኢዶም ዝሰደዱ ድማ ዓስቦም ይሃቦም ኣሜን ኣኽሪዖሙና እዮም ደስ ኢሉና ኣሜን ኣሜን ኣሜን ኣሜን ሕምብርቲ ኩልኽን መስሓቓት ኢኽን ኣደይ ጓል ሕምብርቲ እያ ኣዝያ ኣዝያ መስሓቕ እያ ዘገርም ባህራ ባህሪ ተባሂሉ ኦኬ እሺ የቐንየለይ የቐንየለይ እንኳዕ ኣባኹም ተወለድኩ ምልሻ ንብዛሕ ምልሻ ንብዛሕ ኣብ ሕምብርቲ መተካእታ ንርከብ ፅቡቕ
ሓደ ካብዚኣ እንታይ ኢሉ ኣሎ ንስኺ ደኣ መድፊ ክትወግእዮም ከለኺ ነቶም ሕሙማት ተጋጊኺ ኣብ ዓፅሚ ወጊእኽዮም ኣምላኽ ባዕሉ ናብ ስጋ ከብሎ እዩ ግርህና ክርኢ እዩ ኣሰይ ናይ መጠረሽታ የቐንየለይ ቅድሚ መርፈ ምጓይ ከዓ ብዕላለይ ሓውዮም እትስእኾኑ መዲስ ንህቦ መኸውን ብዕላለ ይረይ የቐኒለይ ሕራይ ኣስመራ ኣቲና ኣለና ክብራት ሰማዕትናን ተዓዘብትናን ተኸታተልትናን ኩሉ ሎማዕቲ ዝወዓልናዮ ናምበርዳ ርኢና ክትመውሊዕ ዓሻ ጎልጎል ርኢና ዓዲ ራእሲ ርኢና ኩሉ እዚ ጎላጎል ናይ ሕርሻ ሃፍታን ብተፈጥሮ ከዓ ርኢና የማነ ፀገምና ጉሩና ግርውትና ግርውህና ርኢና ሕጂ ኸ ናብ ከተማ ኣስመራ ምጭውቲ ርእሰ ከተማ ኤርትራ ኣስመራ ንኣቱ ኣለና ማለት እዩ ጎዳይፍ በፂሕና ክብሪ ምስጋና ይብጻሕኩም ህድሞና ነዚ ክብሪ እዚ ንእዝናይ ኣልዕልኩም ሓፍ ኣቢልኩም ሳፕራይስ ኢልኩማ ዘለኹም ናይ ሎም መዓልቲ ሓጻቢት ካብተን ዝጸበቐ ኦሪጂናል ዝኾና ዘመናውያን ዝኾና ጊፍት ሳፕራይስ ኢልኩምኒ

ነቶም ኮመንት ዝሃብኩምኒ ተኸታተልተይ ተዓዘብተይኒ ንዓይ ጎነይ ዝኾንኩም ኣሕዋተይ ከዓኒ የቐንየለይ የቐንየለይ እቲ ኮመንትኹም እቲ ማዕዳኹም ኩሉ ተቐቢለ ኣለኹ ኩሉ ክትጉብረ የቐንየለይ ክብረት ሃበለይ ፃዓዱ ኣሕዋተይ ደቂ ኤርትራ ፃዕዳ ሽሕ ኩንለይ ሰስኑለይ ኣይትጥፍኡኒ ኣብ ጎነይ ኩኑኒ ዝተዛረብክዎ እንዳኣረምኩም